ውዕለታት ውግእ ተጋዳላይ ኢሳያስ ኣፈወርቂ ከመይ ትቐንዩ ዝኸበርኩም ተኸታተልትና ኩሉ ርእይቶታትኩም ይኹን ነቐፌታኹም ምርቓኹም ኮነ መርገምኩም ይበጽሓኒ ኣሎ ብጣዕሚ ኣዛናይ ብምዃኑ ከምቲ ኣብ ዝሓለፈ ዘፍኣምኩልኩም ከምቲ ኣብ ዝሓለፈ ዘፍኣምኩልኩም እቲ ዋልታዊ ኣንጻርነት እንተዘይህሉ ህይወት ፈጺሙ ኣይምመቀረን እሞ ሓያል ወደሳ ብተሪር ወቐሳ እንተዘይተሰንዩ መቐረቱ ይሃሲስ እዩሞ ወደሳኹምን ወቐሳኹምን ኣይተውሕዱ እንዳበልኩ ጽሑፈይ ዝጅምረልኩም ዘለኹ ድሮኔ ካብ ከባቢ ዓዲ ሓሎ ምስ ጀምዓትኒ ሕማመይ ቀኒናያ ዘለና ቅነ ብጣዕሚ ብላዕ ወስተይ ከም ትፈልጥዎ ኢሱ ድልድል ዝበለ ንጁባታትና ዘጥንስ ግንዖታት ሰዲዱና ኣሎ ኩልኹም ከም ትፈልጥዎ ንሕና ከም ገዳይምን ፕሮፈሽናል ዎርልድ ክላስ ዑሱባት መጠን ካብ ዝመጸ ይምጻእ እቲ ናይ ዑሱብ ጻማና እንተረኺብና እንታይ ገደሰና ሓመድ ዘይነስሕኖ ዝብል ጭራሖ'ዩ ዘለና። እቲ ናይ ቮድካቸው ረዳ ወይ ብሸርፊ ትግርኛ ትርጉሙ ናይ ገይትኦም ረዲኤት ፋካ ወጊፍና ኢና ጸኒሕና። እንተኾነ እቲ ብልግስነቱን ብርህራሄኡን ብናይ ልምዓት ሰላምን ባህግታቱ ብናይ ህንጻን ወፍርን ፍትሕን ዲሞክራስን መወዳድርቲ ዘይርከቦ ኢሱ ብመጠኑ ገጅፍ ባጀት ሰሊዕልና ኣሎ ንዝገበረልካ ወይ ንገረሉ ወይ ግበረሉ እዩ እሞ ንሕና ድማ ክንነግረሉን ክንገብረሉን ኢና እሞ እቲ ዝሰደዶ ገንዘብ ብዙሕ ብምዃኑ ብሓደ ድሮን ዘይኮነ ክልተ ስኳድሮን ልኢኽና ዘንቢና ዘሳለጥናዮ ዕማማት ከነቕርበልኩም ተዳሊና ኣለና። ኣብቲ ብዓይነት ዝለኣኸልና መግቢ ከም ጌቾ ንቑርጥን ሸክላን ዘይኮነ ዓደስ ይብልዕና ዘሎ እሞ ቀሓር እንተወደእናኩም ቅር ኣይበልኩም ዓደስ በሊዕና ደኣ ጠስሚ ከነጉስዕ ኣይትጽበዩና። ብዝኾነ ኢሱ ዝሰደድካልና መልእኽቲ በጺሕና እዩ እንተኾነ እቲ ብዛዕባ ምውጋን ገዛ ክገብረልኩም እየ ዝበልካና ደሓን ይትረፈና እቲ ዝሰደድካዮ ጥማር ገንዘብ ግን ብንጹር ኣየብራህካዮን ማለት ጽላት ብጽላት ፈላሊኻ ኣቕረብካዮን። እዚ ብጽሒትና ናይ ቢሻ ድዩ ናይ ዛራ ወይስ ናይ ፖታሽ ኩለሊ እቲ በብእዋኑ ካብ ኤውሮጳዊ ሕብረት ክትወዞ ዝጸናሕካ ባጤራታትከ ኣይምልከተናን ድዩ? እዚ ናይ ክራይ ዓሰብ ካብ ኢማራትን ካብ ሱዕድያን ዝተዋሃብካዮኸ? እዚ ኩሉ ህዝብና ብክልተ ካብ ሚእትን ብካልእ ዝተፈላለዩ ሕብራዊ መኸተታት ዝተኣከበ ቅጥዒ ዘይብሉ ናይ ወጻኢ ሸርፊኸ ኣይምልከተናን ድዩ? ካልእ ብኣካል ምስ ተራኸብና ንዘራረበሉ ኣዝዩ ዝርዝራዊ ጸጋታት ሃገር ክንተሓሳሰብ እኳ እንተኾንና ሕጂ ግን ከምቲ ዝበልኩኻ እዚ ዝሰደድካልና ካበየናይ ብጽሕት እዩ ጽላት ብጽላት መብርህ ክሰደልና ይጽበየካ ኣለኹ ክርዳእካ ዘለዎ ኩሉ እቲ ንኢሳት ትህቦም ዝነበርካ ባጀት ኮነ ንሄርማን ኮሃንን ጀምዓቱን ንሎቢ ዝተኸፈልካዮ ገንዘብን ንተቃወምቲ ዘውጻእካዮ ቅጥዒ ዘይብሉ ባጀትን ነጊሮምና እዮም ንሕና ካብኦም ልዕል ዝበልና ክላስ ኢና ሳክት ንጥበር ከይመስለካ ብዝኾነ በዘን ሰዲድካልና ዘለኻ ዕርቡን ንግዚኡ እቲ ጅግነተይ ኣቃልሑለይ ዝበልካልና ከነቃልሐልካ ኢና ማለት እቲ ዝሰደድካልና ፋካ እሞ ካብዛ ዕንቅሪቢት ጥራይ ዝመልኣ ጁባኻ ፈጺሙ ልግሲ ዘይትፈልጥ ኣቕሊልካ ዝርእ ኣይኮነን እሞ ሃየ ስዒድ ንጅግና ተጋዳላይ ወዲ ኣፎን ዝበቅዕ መሰጋገሪ ደርፊ ግበረልና እሞ ብቐጥታ ናብ ተዃዕነን ታሪኹን ኣትው። ጋዜጣ ሓዳስ ኤርትራ ርዝንዝን በሉ ትብል መልእኽቲ ካብ ቤት ጽሕፈት ፕረዚደንት ተላእኺ ጽሕፍቲ ነይራ። እታ ጽሕፍቲ ነቶም መሳኪን ኣዘዝቲ ሰራዊት፣ ኣመሓደርቲ ዞባታት፣ ሚኒስተራት፣ ገለ ሰበ ስልጣን ማእከላይ ቤት ጽሕፈት ህግደፍ ወይ ካድራት ህግደፍ ንምውቃስ ዝዓለመት ኮይና እስከ ኣብ መስኮት ተለቪዥንን ሬድዮን ጋዜጣን እንዳተመላለስኩም ኣይተጽምሙና። ርዝንዝን በሉ ኣይትፍኮሱ እንታይ እዚ ኣብዚ ግንባር ከምዚ ቅያ ሰሪሕና ከምዚ ጅግንነት ተፈጺሙ በዓል እከለ ዝመረሕዎ ግንባር ከምዚ ጌርና ከምዚ እንዳበልካ ፈኾስከስ እንታይ ኣምጽኦ ብሕጽር ዝበለ ተጋዳላይ ኢሱ እዚ ኤሬ ቲቪ ተለቪዥን ዘይኮነ ናይ ውልቀይ ቪድዮ ክሊፕ እታ ጋዜጣ ድማ ናተይ ኣልቡም ክትስንድ እየ ቀሪበ እያ እንታይ ክትገብሩ ኣብ መስኮት ተለቪዥን ትመላለሱ ዘለኹም እያ ነይራ እታ መልእኽቲ ሓቂዩ ኢሱ ወዲ ኣፎም በዓል መስፍን ሓጎስ ዑቕባ ኣብርሃ ጴጥሮስ ሰሎሙን ድሮ ዑመር ጠዊል ኢብራሂም ዓፋ ውጩ ቻይና ፊሊጶስ ጀነራል ስብሓት ወዘተ እንታይ ታሪኽ ኣለዎም ኣብ ቅድሚ ወዲ ኣፎም ስለዚ ርዝንዝን ኢሎም ስቕ ክብሉ እዩ ዝግባእ ነይሩ ሚኒስተር ወፃኢ ጉዳያት ነበር ስዋ ዓሊ ሰይድ ዓብደላ ኣብ እንዳ ዜና ደይቡ ንሓለፍቲ ሚኒስትሪ ዜና ተዘዝ ዘብል መልእኽቲ ኣመሓላሊፉሎም ነይሩ እቲ መልእኽቲ ንኣባላት ሚኒስትሪ ዜና ዝሃቡ ዓሊ ሰይድ ዓብደላ ኣቱም ሰባት የሕፊርኩምና ኣብ ወጻኢ ዘሎ ህዝብና ይኽዕበና ኣሎ እንታይ እዩ እዚ ንሓደ ሰብ ዘድምቕ ጥራይ ስብእና ምህናጽ ኣብዛ ሃገር ሓደ ሰብ ድዩ ንበይኑ ዝሰርሖ ዘሎ እቲ ንውልቃዊ ስብእና ኢሰያስ ጥራይ ዘድምቕ ካብ ምሩጽ ዘርኢ ንዓኻ ገለመለ እንዳበለ ወዲ ሸቃ ዝተባህለ ደራፋይ ብዝደርፋ ጌርኩም ስእሊ ኢሰያስ ብምድባቕ ትገብርዎ ዘለኹም የንቅፈና ኣሎ እቲ ሚድያ ቁሩብ ረዝንዝን ይበል ናይ መሳፍንቲ ምሲልኩሞ ክብል ገኒሕዎም ነይሩ። እዚ ዝኾነ ኣብ እንዳ ዜና ከም ጨንፈር ሓላፊ ኮይኑ ዝሰርሕ ዝነበረ ዝፈልጦ ሓቂ እዩ። እንታይ እሞ ብኽልተ ርዝንዝን በሉ ዝብል መግናሕቲ ስለ ዝተቐርቀሩ ኣባላት እንዳ ዜና እቲ ስብእና ኢሰያስ ብጸብለልታ ናይ ከተድምቖ ምድላይሲ ናህሪ ድኣ ወሰኹሉ እምበር ፈጺሞም ኣየጉደልዎን። ኣብ ህንጻ ሚኒስትሪ ዜና ሓደ ዓቢ ስእሊ ናይ ኢሳያስ ኣሎ። ኣብ ቤት ሮዝ ዝኣተወት እታ ከዛብ ብጥይት ዝተበስዐ ጃኬት ጌሩ ዝተሳእላ ስእሊ'ያ ከምዚ ኣብዚ ስእሊ ትርእይዋ ዘለኹም። ናይ ሎምዓንቲ ንዝገበረልካ ወይ ንገረሉ ወይ ግበረሉ ድማ ኣብዛ ስእሊ ዘተኮረ'ዩ ክኸውን። ሓደ ሓደ ጊዘ ድሮ ኣስተብሂልኩምለይ ከምዘለኹም ከም ዝብኢ ንታሪኽ ብኸብዱ ናይ ምጅማር ልምዲ ሓዲሩኒ ኣሎ። ነቲ ድሕረ ባይታ ናይ ኢሱ ንድሕሪት ገዲፈ እስከ በዛ ከዛብ ስእሊ ክጅምረልኩም። እቲ ንጀጋኑ ተጋደልትና ብዛዕባ ዝወዓልዎ ዘስደምም ቅያታትን ጅግንነትን ብምግላጾም ጥራይ ብዓይኒ ሕሰድን ብምንቀኘነትን ቅንእን ህዝቢ ጀጋኑኡን ታሪኹን ንኸየለሊ ብነብሰ ምትሓት ተደሪኹ ናይ ውልቁ ናይ ሓሶት ስብእና ጽውጽዋያት ጥራይ እናዘንተወ እዝንና ዘጽመመና ኣምሰሉ ተኹላ ነቶም ጀጋኑና ርዝንዝን በሉ ኣብ መስኮት ቴሌቪዥን ኣይትመላለሱ ኢሉ ዝገንሐ ኢሳያስ ነዛ ፈጺማ ዝኹዓትካ ኩዒትካ ዝሓኸኽካ ሓኺኽካ እውን ፍጹም ዝጠቅም ዛንታ ዘይትሕለፍ ፍጻሜ ኢሳያስ ንባዕሉ ከይተረፈ ከም ተኣምርን ኣዝዩ ድራማቲካዊ ዝኾነ ፍጻሜ ገይሩ ከጋፍሓ ፈቲኑ በየን እሞ ዋላ ሓንቲ ዝብላዕ ታሪኽ ይብላን ነዛ ዛንታ ኣብ ራብዓይ ፈስቲቫል መንእሰያት ሳዋ ኣብቲ ሽዑ ኣብ ትሕተም ዝነበረት መጽሔት ተዓጠቕያ ብመንገዲ ቃለ መሕተት ምስ ፕሬዚደንት ኢሳያስ ኢሎም ኣቕሪቦማ። እቶም ንኢሳያስ ቃለ መሕተት ዝገበረሉ ተጋዳላይን ጸሓፋይን ዝኾነ ምክኤል በርሀን ጋዜጠኛ ተስፋኣለም ገብረስላሰ ማለት ጫረን ኮይኖም እዮም ነቲ ቃለ መሕተት ኣካይዶሞ። መቸም በዓል ተጋዳላይ ሚኪኤል በርሀ ኽንደይ እፅበ ድንቂ ታሪኽ ዝረኣየን ዘንበበን ከምኡውን ጫረ ንፉዕ ፀሓፍን ኣንባብን እኳ እንተኾኑ እዛ ጁባ እንታይ በሲዕዋ ብዝብል ኣርእስቲ ዘዳለውዋ ዛንታ ግና እንድዒ ንባዕሎም እውን ነዛ ዘይትጠቅም መእተውን መውፅእን ዘይብላ ዛንታ ህይወት ንኸልብስዋ ዝተጨነቕዎ ጭንቀት ዝግመት ነገር እዩ። ኣቱም ሰባት ካብተን ኣብ ታሪኽ ገድሉ ክልተ ግዜ ጥራይ ውግእ እተሳተፈለን እሞ እታ ሓንቲ ከኣ ውግእ ዘይኮነትስ ብሃንደበት ስለ ዝተኸበብካ ከመይ ኣቢልካ ሶሊኽካ ትስወር ጥራይ ዝነበራ ወጥሪ ጁባይ ተወጊኤ ኢልካሲ ክንድዚ ሃለውለው በዓል ወዲ ማጆርዳ እንታይ ክብሉ እዮም? ካብ ሽክና ርእሶም መንጋግኦምን ኣምዑት ከብዶምን ዝተዘልዘሉ፣ ኣእዳዎምን መሓውሮምን ዝተሓምሸሹ፣ ዓይኖም ዝፈሰሱን ዓንዲ ሕቖኦም ዝተሓምሸሸን ደኣ እንታይ ከዘንትዉ እዮም? ከመይ ዝበሉኻ ሓጺነ ኢኻ በጃኻ? ክንደይ ዕሸላት ኣምዑ ዘይቆጸሩ ሽክናታቶም ኣምዑቶም ተዘልዚሉ መሓውራቶም ዓንዲ ሕቖኦምን ተሰይሩ ብደብዳባት ተረፍሪፎምን ስልጣንካ ዘጣጥሑልካ ረሲዕኻሲ ነዚ ጅግና ህዝቢ ጁባ ኣይተወግኤልካ ክጃረሉ እንታይ ክትገብርስ ኣስኢልካያን ክሳብ ሕጂ ዓቂብካያን ብጣዕሚ ዓጢነ ኢኻ መቸም ዝተወግአት ጁባ ክንድዚ ክብሪ ረኺባ ኣብ ፈቐዶ ቤት ጽሕፈታት ከም ሚዝዮም ክትስቀልን ክዝንተወላን ዘሕፍርን ዘዋርድን ዶ ኣይኮነን ኣታ ኣነሲ ዋላ እቲ ፍጻመ ከማን በዓሉ ኢሳያስ ዘዳለዋ ድራማ ከይትኸውን ይጠራጠር እየ ኣብ መጀመርያ ሰብዓታት ኢሳያስ ናይ ሲኣይኤ ኣባል ኮይኑ ዝተኸተበላ እዋናት እያ ኣብቲ ሽዑ እዋናት ከኣ ዕጥቅን ስንቅን ካብ ናይ ግዜ ሃይለ ስላሰ ናይ ፖሊስ ትካል ብውዲት ይወሃቦ ከም ዝነበረን ኢሳያስ ንቃኘው ኣትዩ ይወጽእ ከም ዝነበረን ዱልዱል ጭብጥታትን ሰነዳትን ኣሎ። ኣብዛ ድራማ ናይ ጁባይ ተወጊኤ ድማ በዓል ሃብተ ስላሰ ገብረመድህን ከም ዝተማረኹ እዩ ዝፍለጥ። ኣብዛ ድራማ ትመስል ዛንታ እቲ ፍጻመ ክኽሰት ዘኽኣለ ተባሂሉ ተጠቐሽዩ ዘሎ ኣብ ሰለድ ዝተባህለ ከባቢ ሰገነይቲ ኢሰያስ እዚ ይሁዳ ተሓዝ ገንዘብ ስለ ዝነበረ ንገለ ካብቶም ኣብዚ ዛንታ ኣስማቶም ፈጺሙ ዘይጠቐሶም ገለ ሽኮር ወይ ሽጋራ ንሰገነይቲ ከምጽኡ ምስ ተላእኹ እቶም ዝተላእኹ ሰባት ጃሱሳት ናይ ሃይለ ስላሰ ኮይኖም ጸኒሖም ኣብቲ ደቂስናዮ ዝነበርና ወተሃደራት ሒዞምልና መጺኦም ይብል ኢሳያስ እንታዎት እዮም እቶም ዝተላእኹ ማለት ኣስማቶም በዓል መን እዮም ተቐቲሎም ወይ ዝተማረኹ ፈጺሙ ኣስማቶም ኣይጠቅስን እዩ። እቲ ብወረ ዝሰማዕናዮ ግን እቶም ዘጥቅዕዎም ወይ ከዓ ከም ዘጥቅዕዎም ገይሩ ተሰርሐ ድራማ ኮማንድስ ምዃኖም ይዝንቶ። ኮማንድስ ኣብቲ ግዜ እቲ ዝዓጥቅዎ ዝነበሩ ዕጥቂ ድማ ይፍለጥ እዩ። ኢሳያስ ነዛ ፍጻመ ክገልጻ እንከሎ እቶም ሰባት ስለምንታይ ከዲዖም፣ ስለምንታይ ኣብታ ሰዓት እቲኣ፣ ስለምንታይ ኣብቲ ቦታ፣ ኣብቲ እዋን እቲ ኣብ ቀጻሊ ትንፋስ ዘሂብ ሃድን ኢና ነሕልፍ ኔርና ይብል። ነዛ ፍጻመ ድማ ካብቲ ከበባ ንምውጻእ ዝነበረ ወጥሪ ክሳብ ንሰዓት ዝኣክል ኣብ ከበባ ንምውጻእ ዘካየድዎ ቃልሲ ኣዝዩ ትንግርታውን ድራማቲካዊ ከም ዝነበረን እዩ ኢሱ ዝገልጻ። ኣብዛ ድራማቲካዊት ዝበላ ድራማ ገለ ገሊኦም ተማሪኾም ገሊኦም ከ ኣምሊጦም ገሊኦም ዝተቐትሉ እውን ይህልዉ እንድዒ ብዘይካ ኢሰያስ ካብዛ ድራማቲካዊት ፍጻመ ህይወቶም ዝደሓኑን ክሳብ ሕጂ ዘለዉን ይህልዉ ዶ ይኾኑ? ብዛዕባ እዚኣ ኣጸቢቑ ዝፈልጥ እንተሎ መቸም እንተ ዘዘንትወልና ጽቡቕ ነይሩ። ኣስማት ናይቶም ኣብዛ ፍጻመ ዝተማረኹ ስለምንታይ ዘይተገልጸ? ኣስማት ናይቶም ከዲዖም ጸላኢ ሒዞምሎም ዝመጹኸ በዓል መን'ዮም? እዛ ፍጻመ ክሳብ ሰዓት ዝኣክል ግዜ ከም ዝወሰደት'ዩ ተገሊጹ ዘሎ። ብወተሃደራዊ ዓይኒ ክረኣ እንከሎ ኣብ ውሽጢ ሰዓት ግንባር ምሉእ ከፍርስን ከገስግስን ዝኽእል ብዙሕ ግዜ'ዩ'ሞ ንሰዓት ዝኣክልሲ እንታይ'ዮም ዝገብሩ ነይሮም ፈጺሙ ኣይተዘርዘረን ብፍላይ እቲ ኢሰያስ ድራማቲካዊ ፍጻመ'ዩ ነይሩ ዝበሎሲ እቲ ድራማቲካዊ ከብሎ ዝኸእል ዝርዝር ፍጻሜታት ፈጺሙ ኣይተገልጸን። እቲ ዝገደደ ኣብዚ ቀረባ ዓመታት ኢምባሲ ሚድያ ኣቶ ያሬድ ብዛዕባ እዛ ናይ ጁባይ ተወግኤ ትብል ዛንታ ኣመልኪቱ ንጫረ ቃለ መሕተት ኣብ ዝገበረሉ እዛ ዛንታሲ ተኸታቲልኩማዶ እንታይ ወለደት ኢሉ ሓቲትዎ ነይሩ። ንባዕላ መኻን ዛንታሲ ጫረ ኻበይ ተሓሊቢ ዛንታ ክወልደሉ ደልዩ ገሪምኒ እዩ።
ሕራይ ኣነ እኳ ጫሬ ክብለካ ነዛ ናይ ሰንበት መደብ ክነዳሉ ከለና ብፍላይ ኣብዛ ናይዛ ሰሙን እዚኣ ንድሕሪት እየ ብብዝሒ ተመሊስና ንድሕሪት እና ተመሊስና ኩልና ቅድም ኣብ ኢትዮጵያ ዝጸሓፍ ዝነበረ ጽሑፋት እንታይ ይመስል፣ ንኣብነት ብዛዕባ ናይ ክቡር ፕረሲደንት ኢሳያስ ኣፈወርቂ ዝገበርዎ ኢንተርቪው ቅድሚ ዕስራን ሓደን ዓመት፣ ንስኻትኩም ድማ ኣብቲ እዋን እቲ እንታይ ይጸሓፍ ነይሩ ኢልና ድማ ንድሕሪት ተመሊስና እገዛ እንታይ በጺሕዋ ትብል ብፍሉይ ሕታም እያ ተጻሒፋ ብምኽንያት ራብዓይ ፌስቲቫል ኣብ መንእሰያት ናይ ሳዋ እያ ተጻሒፋ ኣብ ወርሒ ሓምለ ክልተ ሽሕን ዓሰርተን እያ ተጻሒፋ እሞ እዛ ሕጂ ዘንበብካያ ወይ ድማ ዝተረኽካያ ዛንታ ምስ ተጸሓፈት ብድሕሪኡ ስዒብኩማ ግብረ መልሲ ረኺብኩምላ? እዚ ዛንታ እዚ ምስ ተነበ ገለ ነገር ወሊዱ ዶ? ገለ ነገር ኣምጺኡ ዶ? እንታይ ኣኪብኩም ሓበሬታ?
መጀመርያ ኣቶ ግርማይ የመስግነካ።
ዝኸበርኩም ተኸታተልትና ኢሲያስ ከም ተጋዳላይን ከም መራሕን ብዙሕ ከም ጅግንነት ዝግለጸሉ ታሪኽ እኳ ይህልዎ እዩ። እንተኾነ ንጅግንነትን ቅያታትን ካልኦት እናናሸኻ ሰባት ውዕሎኦም ከይገልፁ ርዝንዝን እስከ በሉ እንዳበልካ እንዳፈራረሕካ እሞ ክንደይ ማእለያ ዘይብሎም ተጋደልቲ ኣጋር ሓካይም ዝረኣይዎ ዘስደምም መውጋእቲ ኣምዑት ተጋደልቲ ኣብ ራሕባ ዝእከበሉ ዝተበትከ ጎረሮ ብፒሮ ትንፋስ ዝስኳዓሉ መንጋግኦም ዝፈረሰ ካብ መሰናግለታት ኣውፂኦም መንከስን ከንፈርን ዘላጋግቡ ዝነበሩ ጀጋኑ ሓካይምናሲ እንታይ ይብሉ በዓል ዶክተር ላይነህ ዝረኣይዎ ዘስደምም መውጋእቲ እዞም ኩሎም ተጋደልቲ ሓካይም ዝረኣይዎ ዘሰቅቕን ዘስደምምን ወጋእቲ ንዝረኣዩ ከም በዓል ወዲ ማጆር ዝኣመሰሉ ብህይወቶም እንከለዉ ብማእለያ ዘይብሉ ውጋእትን መውጋእትን ኣካላቶም ዝተወጃጀለ ዘኪርካሲ ነዚ ጁባይ ተወጊኤልካ ከም ዓቢ ታሪኽ ጌርካ ኣብ ቤትሮ ብኣምሰሉነት ክጀሃር ምውዓልሲ እንታይ ይበሃል?